እንታይ እስከ ኣብዚኣ ቪድዮ እዚኣ ብዛዕባ እዚ ዶኮትሪ ዝገብርዎ ዘሎ ገበናት ክንዛረብ ኢና ቅድሚኡ ግን እዛ ቴክስት ንብቧ እዚኣ ፅሕፍቲ ማለት እዩ ኣብዚኣ ቴክስት እንታይ ርኢኹም መሲልኩም ብዝኾነ ዓሰርተ ኣብ ኣሜሪካ ዘጥፍእ ዘሎ ንሰብ ዘጥፍእ ዘሎ ሕማማት እንዲ ንሰብ ዘጥፍእ ዘሎ ሕማማት ኢለ ምፅሓፍክዎ እዚ መፅእ እቲ ቀዳማይ እንታይ እዩ ናይ ልቢ ሕማማት ማለት እዩ ካልኣይ ከላይ ከም መንሽሮ ማለት እዩ እቲ ሳልሳይ ዘሎ ብኩረና እዩ ድሓን እቲ ናይ ኩረና ጠፊኦም ድዮም ብቫክሲን ድዩ ገለ ዝድሓን ቀስ ኢልና ክንዛረበሉ ኢና እቲ ራብዓይ ዘሎ ርኣይዎ ብሓደጋታት ዝጠፍኡ እዩ ዝብል ዘሎ እዚ ማለት ከላይ ዝኾነ እዚኣ መንብብዋ ኣብዚኣ ከላይ እንታይ ትርእዩ ኣለኹም መሲልኩም እዚ ዝነግረና ዘሎ ልዕሊ 200 ሽሕ ዝኾኑ ሰባት ኣብ ኣብ ኣሜሪካ ሲ ልዕሊ 200,000 ዝኾኑስ ብጌጋ ናይ ዶክተር እዮም ዝጠፍኡ ሕሰቡ እዚ ከ ልዕሊ እንታይ እዩ ልዕሊ ሽኮርያ ናይ ጸላም ከብዲ ሕማማት ልዕሊ ናይ ብ- ካብ ብዙሕ ብዙሕ ሕማማት ማለት እዩ ብኢድ ዶክተር ዝጠፍእ ሰብ ይበዝሕ እዚ ከላይ እቲ ቁፅሪ እንታይ ብለኩም ኣሎ እቲ ቁፅሪ ብ- ኣውሒዶም ነጊሮምና ክኾኑ ይኽእሉ እዮም ማለት ናቶም እዩ እቶም ዶኮተር ብመን እዮም ዝመሓደሩ በዓል ኣያ ቢል ጌትስ ገለመለ እዮም ተረዲኹምኒ በዓል ንሶም እዮም ኢንቨስት ዝገብሩ በዓል ንሶም እዮም ኣዋፈርቲ ናብቲ ካምፓኒታት ናይ ቢግ ፋርማ ኣዋፈርቲ ንሶም እዮም ንሶም ከላይ ኩሉ ግዘ ወነንቲ ሜድያታትናን ገለን ስለ ዝኾኑ ኩሉ ግዘ እቲ ቁፅርታት ሓብእዎ እዮም እቲ ንዕኦም ክሃሲ ዝኽእል ብዝኾነ ብዙሓት ክንደይ ራይዎ ብውሕፅ ዕፅፊ ክኸውን ይግመት ይብሉ ኣለዉ ባዕሎም ናይ ብሓቂ ኸላይ ብዙሕ ሰብ እዩ ዝጠፍእ በቲ ናቶም ጌጋታት መድሃኒት እቲ ዝህብኻ መድሃኒት ድማ ብዙሕ መድሃኒት ካብቲ ዝህብኻ እንታይ ኣለዎ ሳይድ ኢፌክትስ ኣለዎ ናይ ገለ ጠንቅታት ኣሎ ማለት ምስ ወሰድካዮ ተሓምም ተብል ገለ ማለት እዩ ወይ ድማ ጌጋ ኸውን ወይ ኦፕሬሽን ክትገብር ይጋጎይ ወይ ገለገለ ማለት እዩ ብዝኾነ እዚኦም ሰባት እዚኦም ሕጂ ብዙሕ ሰብ ከይኸትካዮም ሰ ኣይጋገዩን እዮም ንምንታይ ተኸዶም ክብል እዩ ዝኾነ ሰብ ግን ኣነ ንታሽሙ ምኻድ ኣይኮኑ ምኻድን ዘይምኻድን ኣይኮኑ ግን ጌጋታት ከም ዝገብሩ ግን ኩላኹም ክትኣምኑ ኣለኩም ጌጋታት ትገብሩ እዮም ብዙሕ ምክንያቱ እቶም ዶኮትር መፅሓፍቶም በቶም ኣብ ሸጣን ዝኣምኑ ሰባት እዩ ዝጸሓፍ ንሱ እዮም ከላይ ዘንብቡ ዋላ ኣብ ምልክት ሕቶ ይትብዎን እዮም ዘዛሃቦም እዮም ዝቕለቡ ንፉዓት ደገምቲ እዮም ንፉዓት ኣስተርጎምቲ እዮም ዛት ሰይት ምክንያቱ እዞም ሰባት እዚኦም ዝገብርዎ ግን ካብ ላዕሊ ክሳብ ታሕቲ ገበን እዩ ካብ ላዕሊ ክሳብ ካብ ጥንሲ ምስዳዳ ትሒዝካ ናይ መንሽሮ ሕክምና ትሒዝካ ናይ ብምሉእ ማለት እዩ ናይ ገንዘብ እዮም ገንዘብ እዮም ከላይ ዝበልዑ ክትፈልጥዎም ኣለኩም ፅቡቅ ጌርኩም ብምልኦም ፈተውትኹም ከይመስለኩም ጸላእትኹም እዮም እዚ ግን ነዘን ኣብ ምዕራባውያን ዘለዋ ሃገራት እዩ ዝውክል እቶም ናይ ካልእ ሃገራት ኣይኮነ ናይ ካልእ ብዙሕ ዝፈልጦ የብለይ ናይ ምዕራባውያን ዘለዋ ሃገራት ግን ዶኮተሮም መብዛሕትኦም በቲ ቢግ ፋርማ ዝመሓደር እቲ ቢግ ፋርማ ዝቕልቦም እንታይ ገብሩ ኣብ ካልእ ሃገራት ኣነ ብዙሕ ኣፍልጦ የብለይን ኣብዚ ናይ ምዕራባውያን ክፋላት ሃገርና ግን ገበነኛታት እዮም መብዛሕትኦም ምክንያቱ ወላ ኣብቲ ናይ ኮሮና ዝነበረ ቫክሲን ዝወጉ ዝነበሩ ኣብቲ ናይ ኮሮና ዝነበረ ክታበት ዝኸትቡ ነበሩ ሰባት ስለምንታይ እንዳፈለጡ ጌጋ ክገብሩ ከም ዘለዉ ወይ ድማ ደጊሞም ከይሓሰቡ ወይ ድማ ከይረኣይዎ ፅቡቅ ገይሮም ከይመርመሩ ብዙሕ ሰብ እዮም ወጊኦም ኣፍኮርስ ሕጂ ተኮተር ሕማቕናቶም ጥራይ ኮነ ፅቡቅ ኣሎ ተተሰቢርና ሰም እዮም ዝሕክሙና ገለ ተኮይና መጥባሕቲ ተደሊና ናብኡ ኢና ግን ይጋጎዩ እዮም። ሕጂ ኣብ ብዙሕ ግዜ ድማ ካብ ናብኦም ምኻድ ኣብ ገዛኻ ኮፍ ምባል ዝበለጸ እዩ። ካብ ናብኦም ምኻድ ኣብ ኣምላኽካ ተጸጊዕኻ ኣምላኽ ዝሃበካ መድሃኒት ምውሳድ ዝበለጸ እዩ። ፒስ